ካልእ ዝብሎ እንታይ ድም ካብ ዝተበጊሶም መንፈስ ኣንነት ኣሎ ኣነ ክብሉ ውዕሉ ደቂ መርገም ስማዕ ኣብ መፅሓፍ ቅዱስ ዘየለ ጳውሎስ ዝዓብሶ የብሎምን ኢሉ እዚኦም ግን ገለ ንርእሶም ዝገብሩ ደቂ መርገም ደቂ ዲያብሎስ ደቂ ዲያብሎስ ይብለካ ኣሎ ዝዓብሱ የብሎምን ኣይበለን ድዩ ምዕራፍ ሰለስተ እምበኣርሲ ኣጵሎስ እንታይ እዩ ጳውሎስ ከ እንታይ እዩ ብኣታቶም ጌርኩም ናብ እምነት ዝበፅሕኩም ኣገልገልቲ እዮም ብኣታቶም ኣቢልኩም ናብ እምነት ዝበፅሕኩም ኣገልገልቲ እዮም እዚ ድማ እግዚኣብሔር ነፍሲ ወከፍ ከም ዝዓደለ እዩ ኣነ ትኸልኩ ኣጵሎስ ኣስተ ኣምላኽ ግን ኣብ ቆሎ ኢሉ እምበኣርሲ እቲ ዘብቁል ኣምላኽ ደኣ እዩ እምበር እቲ ዝተክልን ወይስ ዘስትን ዝዓብሲ የብሎምን ዝዓብሲ የብሎምን ዝምካሕ ብመን ይመካሕ ኢልዎም ሽዑ ቁዝሪ ዕስራን ክልተን ጳውሎስ ወይስ ኣጵሎስ ኬፋ ዓለም ኮነት ህይወት ኮነ ሞት ኮነ ዘሎ ኮነ ዝመፅእ ኩልናታትኩም እዩሞ ሓደ እኳ ብሰብኣ ይመካሕ ንስኻትኩምሲ ናይ ክርስቶስ ደኣ ኢኹም ክርስቶስ እውን ናይ ኣምላኽ እዩ ንመን ዲሓር እዩ ምዕራፍ ሓደ ካብ ዕስራን ሽዱሽተን ዘሚሩ ዕስራን ሸውዓተን ሕዋተይ ኣብቲ ፅዋዕኹማ ተመልከቱ ኣምላኽ ግና ነቶም ጠቢባን ምእንቲ ክሕብር ንዕሽነት እዚ ዓለም እዚኣ ሓረ ነቶም ብርቱዓት ምእንቲ ክሕብር ኣምላኽ ነቲ ድኹም ናይዚ ዓለም እዚኣ ሓረ ስጋ ዘበለ ስኻ ስኺ ኣብ ቅድሚ ኣብ ቅድሚ ኣምላኽ ምእንቲ ከይምካሕ እውን ኣምላኽ ነቲ ኣነ ገለ ኣነ ኣነ ትብል ወዲ መርገም ጓል ዲያብሎስ ኣነ ዝብል እግዚኣብሔር ጥራይ ብሽም የሱስ ኣምላኽ ነቲ ኣነ ገሌ ዝብል ከንቶ ምእንቲ ከንቱ ክገብረካ ኣብ ከንቱነት የውድቃ ኣብ ከንቱነት የውድቂ ንዓኻ ከንቱ ምእንቲ ክገብር ነቲ ብዓለም ሕሱርን ንዕቑን ገለ ዘይኮነ ሓረ ስለዚ ኣነ ናባኻትኩም ክመፅእ ከሎ ብዘይካ ተሰቕለ የሱስ ክርስቶስ ካልእ ከም ዘይፈልጥ መጊበ ናባኻትኩም መፅአ ንስኻትኩም ፈላጣት ንስኻትኩም ምሁራት እትብሉ ብኣፍ ንሰብ ኣፉ ከተትሕዝዎ ትፍትኑ ዕሽነት ክሰብከልኩም ክመፅእ ኣለኹ ተሰቕለ የሱስ ክርስቶስ ብምንታይ ብፍርሃትን ብምንቅጥቃጥን ብምንብድባድን ኣብ ርእሰይ ተወኪለ ዘይኮነስ ኣብ ኣምላኽ ከመይ እምነትኩም ብስልጣን ኣምላኽ እምበር ብጥበብ ሰብ ምእንቲ ከይትስረት ዘረባይን ስብከተይን ድማ ብምርዳእ መንፈስን ስልጣንን እምበር ብዘስዳዕ ዘረባ ጥበብ ኣይነበረን ኣነ ከዓ ብድኻምን ብፍርሃትን ብብዙሕ ምንብድባድን እየ ናብኻትኩም ዝመፃእኩ ኢሉ ስማዕታ ምናምን እኳ ክነሰይ ዝብሉ እዮም ኣታ ከማኻ ኣይኮኑ ብሽም የሱስ ብሽም የሱስ ኣታ መጣፋፍኢ ኣብ ቤት ኣምላኽ ኣብ ክርስትና መብዛሕትኦም ከዓ ሰረቕቲ እዮም ገንዘብ ደልዮም እዮም ብፍላይ ንስኻ ሓበሻ ብዕሽነት ስለ ትመላለስ ንዓኻ ዝጠቕሙ መሲሎም ክብዝዙኻ ጥራይ እዮም ደቂ መርገም እዮም መወዳእታኦም ከዓ ሒዞምኻ ገደል እዮም ስማዕ ስምዕ ብለክሉ ብሽም የሱስ ኣብ ካልኣይ ቆሮንጦስ ምዕራፍ ዓሰርተ ክልተ እንታይ ድኢሉ ጳውሎስ ኣብ ካልኣይ ቆሮንጦስ ምዕራፍ ዓሰርተ ሓደ እንታይ ኢሉ ሓይለይ ብድኻሚ ዝፍፀም ሞ ፀጋ ይኣኽለካ ኢልዎ ኣብ ቁፅሪ ትሽዓተ እምበኣር ብድኻመይ ክምካሕ ኢሉ ኣታ ብድኻምካ ተመካሕ ብመከራ ከዓ ተመካሕ ካብ እተረፈስ መን ኢኻ ስኻ ሰብ ኣብ መፅሓፍ ቅዱስ ብመከራ መካሕ መከራ ዘመካሕ ስለ ዘይኮነ ኣበይ ትውከል ኣብ ኣምላኽ ኣብቲ ኩሉ ዝኽእል ብድኻምካ ከዓ ትምካሕ ዋይ ዋላ ሓንቲ ከም ዘይትኽእል እዚ ትምካሕ ትገብርዎ ትምክሕቶም ግን ዝምካሕ ብእግዚኣብሔር ይመካሕ ኢሎም ሸም ቀዳማይ ቆሮንጦስ ምዕራፍ ሓደ ካብ ሰላሳ ሰላሳን ዝምካሕ ብእግዚኣብሔር ይመካሕ ትምክሕቶም ክርስቶስ ይታ ወዲ ጥፍኣት ብሽም የሱስ ክርስቶስ እንታይ ኢሉ ምናምን እኳ ክነሰይ ካብቶም ኣዝዮም ብሉፃት ሃዋርያት ንርእሶም ብሉፃት ዝገብሩ ገለ ዝገብርዋ ነብሶም ከማኻ ከማኺ ብሉፃት ሃዋርያት ኣይሓምቕን እየሞ ንስኻትኩም ግዳ ክትነዱ ምተገባኣኩም ነይሩ ኣነ ዓሸ ግና ከንስኻትኩም ኢኹም ግዲ ዝበልኩምኒ ዓሽነት ዝበሎ ኣነ ኣነ ስለ ዝበለ ኣቲ ዓሻ ኣቲ ከምቱ ምክንያቱ ክዕሹ ሓንሳ ኣህደጉን ኢልዎ ቁፅሪ 16 ምዕራፍ ዓሰርተ ሓደ እንታይ ኢልዎም ከም ብሓድሽ ከዓ እብል ኣለኹ ሓደ እኳ ዓሻ ከም ዝኾንኩ ኣይምሰሎ እንተ ዘይኮነስ ኣነ እውን ገለ ቁሩብ ምእንቲ ክምካሕ ኣነ ትብል ተኾንካ ትምካሕ ክምካሕ ከም ዓሻ ጌርኩም ተቐበሉኝ እዚ በቲ እምንቶ ትምክሕቲ ዝብሎ ዘለኹ ከም ብዕሽነት እምበር ብእግዚኣብሔር ኣይኮንኩን እግዚኣብሔር ንዓይ ዝገበሮ ዘይኮነስ ኣነ ኣነ ክብል እየ ኣይኮንኩን ዝብሎ ዘለኹ ብዙሓት ከም ስጋ ካብ ዝምክሑ ኣነ እውን ክምካሕ ኣነ ኢሉ ጀሚሩ ኣታ ኣታ ጥፉእ ወዲ ዲያብሎስ ኣቲ ጓል ዲያብሎስ ነዚኦም ትስዕብ ትጠፍእ ትፀፍኢ ብዙሓት ከም ስጋ ካብ ዝምክሑ ኣነ እውን ክምካሕ ንስኻትኩም ለባማት ስለ ዝኾንኩም ነቶም ዓያሹ ብታሕጓስ ትዕገሶም ሓደ ከም ባርያ እንተገበረኩም ስቕ ትብልዎ እንተወሓጠኩም ኣምፅእ እንተበዝበዘኩም ሱቅ ኣቲ ስቕ ትብሊ ሱቅ ትብል ቡዝ ቡዝ ኣቲ ብዝብዝቲ ሓደ እንተወሓጠኩም ሓደ እንተሓዘኩም ሓደ እንተኾርዓልኩም ሓደ ገፅኩም እንተፀፍዓኩም ትዕገሶ ንሕና ድኹማት ኮይና ከም ዝነበርና ብናይ ውርደት እብል ኣለኹ ግናኸ በቲ ሓደ ካልእ ዝደፍረሉ ብዕሽነት እየ ዝብል ዘለኹ ኣነ እውን ክደፍር እየ እብራውያን ድዮም ኣነ ከዓ ኣነ ኣነ ኣነ ቆፅር እንጀሚሩ ኣነ ኣነ ከዓ እስራኤላውያን ዶ ኣነ ከዓ ዘራ ኣብርሃም ድዮም ኣነ እውን ኣገልግሎት ተኽሳስ ድዮም ከም ፅልል ዛር ኣነ ኣነ ኣነ ኣነ ድሓርከ ኣብ ባሕሪ ከምዚ ኮይኑ ክንዚ መከራ ፀጊበ ክንዚ ተሃሪመ ክንዚ ተገሪፈ መን ኣነ ኣታ ከንቱ ናብ ሳልሳይ ሰማይ ከዓ ከይዱ እ፣ ክምካሕ ዘይጠቕመኒ ክነስስ ኢሉ ብግዲ የድልየኒ ሕጂ ግና ናብ ራእይን ናብ ምግላጽን ጎይታ ምግላጽ ጎይታን እሓልፍ ኣለኹ ቅድሚ ዓሰርተ ዓመት ሓደ ሰብኣይ ብክርስቶስ እዚ ከም ዝበለ ክሳዕ ሳልሳይ ሰማይ ከም ተዘረፈ ፈልጥ ኣለኹ ኣብ ስጋ ምንባሩ ይፈልጥን ኣብ ወፃኢ ስጋ ምንባሩ ኣይፈልጥን ኣምላኽ ይፈልጥ ብናይ እዚ ከም ዝበለ ሰብኣይ ኣብ ስጋ ምንባሩ ወይስ ኣብ ወፃኢ ስጋ ምንባሩ ኣይፈልጥን እየ ኣምላኽ ይፈልጥ ናብ ገነት ከም እተዘረፈ እሞ ሰብ ክዛረቦ ዘይተፈቕደሉ ዘይንገር ዘረባ እውን ከም ዝሰምዐ ይፈልጥ ኣለኹ በዚ ከም ዝመሰለ ሰብኣይ ክምካሕ እዚ ከዓ ሰማይ በፂሐ ክብል እዩ ብናይ ርእሰይ ግና ብድኻመይ እንተዘይኮይኑ ኣይምካሕን ደቂ መርገም ዝበዝሕሉ ዘመን ፈቐዶ ፌስቡክ በዓል ሃይል ዮሃንስ ደቂ መርገም ደቂ ዲያብሎስ ስማዕ ስምዒ እሞ ማእለያ ዘይብሉ ትእምርትን ተኣምራት ገይሩ ጎይታ ብጳውሎስ እሞ ኣነ ዘይብል ደኣ እቲ ኣባይ ዝዛረብ ክርስቶስ ኢሉ ኣብ 13 ኣብ ካልኣይ ቆሮንጦስ 13 እንታይ ቁፅሪ 23 ክርስቶስ ናባኻትኩም ብርቱዕ እምበር ኣበይ ዘሎ ክርስቶስ ከይዱ እንዲዩ ሰማይ እንዲ ዘሎ ኣብ ጳውሎስ ዘሎ ክርስቶስ ክርስቶስ ኣባኻትኩም ብርቱዕ እምበር ናባኻትኩም ድኹም ኣይኮነን እሞ በቲ ኣባይ ዝዛረብ ክርስቶስ ምስክር ከም እትደልዩ ርኤ ከምቲ ካልኣይ ግዜ ምስኻትኩም ከለኹ ዝበልክዎ ሕጂ እውን ካባኻትኩም ርሒቐ ከለኹ ናባኻትኩም እንተተመለስኩ ነቶም ቅድም ዝኣበሱ ነቶም ዝተረፉ ኩላቶም ከምዘይ ድንግፀሎም ቀደም ነጊረኩም ኣቐዲማው ነግር ኣለኹ እንታይ ኣባይ ዝዛረብ ክርስቶስ ኣባይ ዝገብር ክርስቶስ ከ ኣብ ሮሜ እስከ ንርኣዮ ኣባይ ዝገብር ክርስቶስ ስኻኸ ኣነ እምበልካ ብኣነ ተመላእካ ወዲ መርገም ደቂ መርገም ብሽም የሱስ ውፃእ ከምዚ ይስማዕ ኣይትስምዕ ተጠንቀ ጋኒን ዲያብሎስ ዘፍጥረት ህዝቅኤል ዓሰርተ ኣርባዕተ ኣነ ኣነ ኣነ ኣነ ዝብል እቲ ናይ እግዚኣብሔር ኣነ ኢሳያስ ካብ ኣርባዓ ክሳዕ ስሳን ሽዱሽተን ኣንብቦ ኣነ እግዚኣብሔር ብጀካ ካልእ የለን ኣነ ኣነ ኣነ ኣነ ኣነ እቲ ዝገብር ኣነ ዝዐርብ ኣነ ዘብርቕ ኣነ መዓት ዝገብር ኣነ ሰላም ዝገብር ኣነ ኣነ ዝብል እግዚኣብሔር ጥራይ ብሽም የሱስ ብሽም የሱስ ሮሜ ምዕራፍ ዓሰርተ ሓሙሽተ ቁፅሪ ዓሰርተ ሓሙሽተ ዓሰርተ ሽዱሽተ ክልት እዩ ግና ከቲ ብመንፈስ ቅዱስ ዝተቀደሰ ምስዋ ኣህዛብ ቀቡል ምእንቲ ኸውን ብወንጌል ኣምላኽ እናገልገልኩ ናይ የሱስ ክርስቶስ ኣገልጋሊ ንህዛብ ምእንቲ ኸውን በቲ ካብ ኣምላኽ ተዋህበኒ ጸጋ ካበይ ተዋህበኒ ካብ ኣምላኽ ተዋህበኒ ጸጋ ከም ዘዘክረኩም ኮይነ ብሓደ ወገን ኣዝየ ደፊረ ጸሓፍኩልኩም ኣነ እምበኣርሲ ብሓይሊ መንፈስ ቅዱስ መንፈስ ቅዱስ ናይ መን ሓይሊ ናይ መንፈስ ቅዱስ ብሓይሊ ትእምርትን ተኣምራትን ናይ መንፈስ ቅዱስ ንምእዛዝ ኣሕዛብ ክርስቶስ ጳውሎስ እንዲ ኣኸይዲ ኣገልጊልዎም ንኣሕዛብ ክርስቶስ ብቃልን ብግብርን ዘይገበሮ ክዛረበሉ እኳ ኣይደፍርን እየ እሞ ብናይ ኣምላኽ ብየሱስ ክርስቶስ ዝምክሓል ኣለኒ ብናይ ኣምላኽ ብየሱስ ክርስቶስ ኣምላኽ ብየሱስ ትምክሕትኦም ንጳውሎስ ኣብ ጳውሎስ ዝዛረብ ኣብ ጳውሎስ ዝገብር ኣብ ጳውሎስ ዝምዕድ ኣብ ጳውሎስ ዝዓዪ እዚኦም ከ ኣነ ኣነ ኣነ ኣነ ፎእ ደቂ ዓመፅ ኣነ ስለ ዝበለ ሙሴ ተቐዚፉ ዶ ተቐዚፉ ዶ እዎ ተቐዚፉ ዘወልቂ ምዕራፍ ዕስራ ንብቦ ዘዳግም ሰላሳን ክልተን ሓምሳን ሓደን ሓምሳን ክልተን ኣንብቡ ስለ ዝዓመፅኩምን ኣቱም ገበርቲ ዓመፃ ክብሎም እዩ ማቴዎስ ምዕራፍ ሸውዓተ ካብ ዓሰርተ ሰለስተ ክሳብ ዕስራን ሰለስተን ኣንብቡ ጎይታይ ጎይታይ ዝብለኒ መንግስቲ ኣምላኽ ዝኣት ይኮን ሽምካ ዘይተነበናን ኣቲ ዓማፂ ኣቱም ገበርቲ ዓመፃ ወንጌል ዮሃንስ ምዕራፍ ሸውዓተ ካብ ዓሰርተ ኣርባዕተ ክሳብ ዓሰርተ ሸሞንተ ኣብኡ ዓመፃ የለ ነቲ ዝለኣኾ ዘኽብር ንሱ ንሱ ፃድቕ እዩ ንዑ እዩ ዘኽብር ነቲ ፀውዖ ካብ ርእሱ ዛረብ ክብረት ርእሱ እዩ ዝደሊ ደቂ መርገም ደቂ ዓመፅ እዮም ተጠንቀቕ ኣስተውዕል ኣስተውዕል እዩ እግዚኣብሔር ተመስገን ይኹን